ዛሕሊ ቁሪ ዝናብ ኩሉ ቦትኡ ድዩ ኩሉ ሙሉ ማለት ኣነ ብደም ገይረ ዝጥየቐኩም ብደም ገይረ ስለ ዝፈትየኩም እዩ ብምቕፃል ኣብ ናይ ለማዕንቲ ቪድዮና ከም ዝተለመደ ክንስሓቅ ክንጫወት ክንዘናጋዕ ኩሉ ሙሉ ኣብ ቦታና ተረኺና መፂና ኣለና ቅድሚ ናብ ቪድዮና ምታይና ግን ነዚ ቻነል ዝሓድሽ ኹም ሰባት ሃሊኹም እስቲ ሰብስክራይብ ክበሩ ሰብስክራይብ ክበሩ ማለት እስቲ ንገር ክሳብ ኣነ ማይ ሰቲ ገይርኹም ሓሪፍ ሓሪፍ ሕዚ ናብ ቪድዮና ንኣቱ ንኽእል ኢና እስካዕ መወዳእታ ቪድዮና ምሳኹም ትከታተሉ ብኽብሪ ዝሓትት ሰናይ ፃንሒት

ኣሕዋት ዝሓፍትና ምረኹማ ኢኹም ማለት ትሪኡ ኣለኹም ስራሕ ምንም ከይነዓቐት ብበራ ጀሚራን እያ ተስፋ ይገብር ድማ ዓብይ ደረጃ ምትበፅሕ ዝሓፍትና ሃይ ሕቡሸይ ሰላም ዶ ከመይ ኣለኹም? እዋይ ኣቱም ሕቡሸይ መዓረይ ሙቆት ከመይ ትኽእልዎ ኣለኹም? በስመ ኣብ ኣብ ክልተ ተጎንጒና ሙቆት ኣይከኣልናየ ነቶም ሰባት ኣትን ሽኮሪናታት ኣሕዋተይ ሁማን ሄር ጌርክንሲ በዚ ሙቀት ከመይ ትክእሎ ኣለክን ሹምባ ንሁማን ሄር ጌርካስ ናይ እንታይ ዝሓፍተይ ችግር የብሉን ኮ ሙቐት ቁሪ ዘሎ ነገር ኮይ ተፈጥሮ እንዲዩ ግን ሽፍን ባብልዮ ሽፍን ባብልዮ ሕደግባ ባዕልኻ ናይ ሹር ፀጉሮም ኣይተኸኣለን ዘሎ ትሪኦ ኣለኽን ዝነውሕ ፀጉረይ ጠቓሊለ ጠቓሊለ ከመይ ገረዮ ኣለኹ ትሪኦ ኣለኽን እና ዝኾነ

ልበይ ሂበካ
ዝሓፍተይ ድምፅኺ ጥዑም እዩ ድምፅኺ ጥዑም እዩ ግን ኣብ ቀፃሊ ሲ ኩላና ኮ ዋላ ይቆረረና ዋላ ይምቆና ሽፍን ኢና ንመፅ ኩሉ ግዜ ኩሉ ግዜ ብተኻእለና ግን እዚ በሃል ዘለካ እዚ በሃል ዘሎ እስከ ክንደይ ግዜ ናይ ዝተባኣሱ ክንደይ ግዜ ሕማቅ ክነስማዓኩም ኮይና እስከ ኸመይ ዝኣመሰለ ናይ ፍቕሪ ቓላት እስከ ክነስምዓኩም ክቡራት ተዓዘብቲ። እነ እኳ ይሓፍር እየ ከምዚታት ዝሰምዕ ከለኹ ሕፍር እየ ዝብል ታይ ኣለኒ ምሽክን ግን እስከ ክነስምዓኩም እቲ እዝንኹም ፅቡቕ ክሰሚዑ ተሓደረ እዞም ኣሕዋተይ ላይክ ኣይትረስዑ እስከ ሰናይ ምክትታል እስከ እንታይ እንታይ ይበሃል ኣሎ እቲ ጉዳይ እስከ ሓቢርና ንርእ። ሃፒ በርዝደይ ሃፒ በርዝደይ ቤቢ እንኳዕ ተወለድካ ዝተረፈ ዘመን ሂወትካ እግዚኣብሄር ይባርኮ ነዛ ቪድዮ ምስ ረኣኻ እንታይ ክትብለኒ ኢኻ እንዳሓሰብኩ እየ ድመልኣ ዘለኹ ብዝኾነ እንኳዕ ተወለድካ ኩሉ ፀፅቡኡ ኩሉ ትምንዮ ነገር እግዚኣብሄር ኣብፅሕካ ሰብኣየይ ስለ ድኮንካ ደይኮነስ ናይ ብሓቂ ሓላይ ሰብ ኣፍቃሪ ኣኽባሪ ትሑት ናይ ኩሉ ሰብ ጽቡቅ ትምነ ናይ ኩሉ ሰብ ሰሰናዩ ክትርኢ ትምነ ሰብ ስለ ዝኮንካ እግዚኣብሔር ከኣ ከም ልብካን ከም ቅንዕናካን ክህበካ ናይ ወትሩ ጸሎተይ እዩ ኣብ ትደልዮ የብጽሕካ ኣብ ትከዶ መንገዲ ኩሉ እግዚኣብሔር ይከተልካ ብጣዕሚ እየ ድፈትወካ። ብጣዕሚ እየ ደክብረካ ኣነ ከኣ እዛ መዓልቲ እዚኣ ንዓኻ ጥራይ ኣይኮነትን ፍልይቲ ንዓይ እውን እግዚኣብሔር ደሓረየለይ ደፍቅሮ ደኽብሮ በዓል ቤተይ መናብርተይ ዝተወለደላ ዕለት ስለ ዝኾነት ንዓይ እውን ብጣዕሚ ፍልይቲ መዓልቲ እያ ብጣዕሚ እየ ድፈትወካ ብጣዕሚ እየ ደፍቅረካ መሳርሕትኻ ከዓ ኣብዛ ፍልይቲ መዓልቲ ነዚ ዕድል ስለ ዝሃቡኒ ብጣዕሚ እየ ደመስግኖም ደጊመ ደጋጊመ ሃፒ በርዝደይ

ናብ ስምዒት ተእትዮምና ዘይሓሰብናዮ ግን ኖርማል እዩ ኖርማል እዩ ኣሕዋት ከምዚ ገይሩ ፍቕሪ ዝገልፀልኩም ሰብ ኣድላይ እዩ ግን ኣሕዋት ክብረት ሓውና ከምዚ ገይራ ፍቕራ ትገልፀላስ ዝጊብቲ ዝደህይዋ ይኹን እስቲ ንርኣ ከምዚ ዓይነት ጊፍቲ ትህብ ፈፂምካ ኣይትርሳዕን ኢኻ ብዙሕ ዓይነት ህያብ ምውሃሃብ ከም ዘሎ ንፈልጥ እንኳ እንተኾንና ሎሚ ግን ኣብ ፍቑራት ኢና ኣተኪርና ክንዛርብ ኣፍቃርየይ ሒዝለይ ዝመጽእ ህያብ ነዚ ይመስል ኢላ ሓንቲ ሓፍትና ይዕላትኒ ሸበጥ ኣብ ለይቲ ድምለስ ናይ ሻወር ባምቡላ ክዳን ናይ ለይቲ ቦርሳን ካልእን ኣፍቃርየይ ከምዚ ዓይነት ህያብ እዩ ድፈቱ ከምዚታት ሒዝለይ እዩ ድመጽእ ስለዚ ኣነ መጀመርያ እንታይ ዓይነት ህያብ ክቦለኒ ስለምንታይ ነዚኦም መሪጽዎም ኩሉ ግዜ ክትዝክሮ ስለ ዝደሊ ምክንያቱ ኣብ ግዜ ድቃሳ ብጃማ ሻወር ክትገብር ሸበጣ ኣብ ዓራት ኮይና ክትዘናጋዕ ባምቡላኣ ከተማ ክትወፅእ ቦርሳኣ ኮይኑ ኣሎ ዝወዲ ምክንያቱ ኩሉ ነገር ኣብ ዝኾነ ቦታ ንክትዝክሮ ዝገበሮ ምክንያት እዩ ኮይኑ ዝስምዓኒ ንስኺ ከዓ በርተፍልዮ ግዝእሉ ወይ ከዓ መትሓዚ መፍትሕ እዚኤን ኩሉ ግዜ ስለ ዝጥቀመለን ናዓባ ዝሓወይ ናዓባ ጥዑይ ነገር ባ ፀውዐልና ቁም ነገር ክትዛረብና ፀበናስ ቁልፊ መትሐዚ ቦርሳ ችግር የብሉን ችግር የብሉን ኣብ ኢድና ንሕዞ ኢና እዚ ቁልፊ ጥዑይ ዝበለ ነገር እንድሕር ክትርስዓ ዘይደልያ ተኾንኩን ቅልል ዝበለት ሃይብሪድ መኪና ሃይብሪድ መኪና እንድሕር ነዳዲ ገለ ተወ ችግር የብሉን ዋላ ቻርጀር ብቻ ተኾነስ ግን ሃይብሪድ መኪና ተትገዘሉ ኣይርስዐክን እዩ ምክንያቱ ኣብኣ እዩ ሙሉ መዓልቲ ኣብኣ ስለ ዝውዕል ስርቂ ገርጊሩ ትማሊ ኣይፎን 16 ፕሮ ተሰሪቐ ስምዕዋ ተምሃሩሉ እሺ ዋ ተብዚ ንእተ ቪድዮ ናብ ኩሉ ሰብ ንክትበፅሕ ሼር ብምግባር ጀምሮለይ መጠንቀቂያ እየ ክበኩ መፅየ ዘለኹ ታይት መጠንቀቂያ ከዓ ስርቂ ገርጊሩ እዩ ኒኹም ዝብለፅ ዘሎ በተለይ መቐለ በቃ ሕጋዊ ንግዲ ፍቃድ ተዋህቡ ይመስሉ ብጣዕሚ እዮም ሰርቂ ዘለዉ ግን ክስርቅ ንፈልጥ ንሕና ኣብ ባጃጅ ኣብ ሃንጊ ምናምን እዩ ከምዚ ዓይነት ስርቂ ርእየ ይፈልጥን ሰሚዕሞ ይፈልጥን እና ማንም ሰብ ክጥንቀቀሉ ስለ ድልየ ሰብ ዝኒሆ ነገር ክዛረብ መጽየ ዘለኹም እንታይ መስለኩም ትማሊ ኣነ ኮፍ ኢላ ዝነበርኩሉ ሰዓት ኣይፎን 16 ናይ ኣይፎን 16 ፕሮማክስ እያ ወሲዳትለይ ጓል እያ ከኣ ትዝገርም ነገር ከመይ ጌራ እያ ወሲዳቶ መስለኩም መጠንቀቂ ንኩላኩም መፍለጥ ምእንቲ ክንኮነኩም ኢለ ይዛረበኩም ዘለኩ ኮፍ ኢለ ነይራ ኣብ ዝኮነ ካፌ መጺኣትኒ እሺ ካብኡ መጺኣ ኮፍ ኢላ ዮርዳኖስ እንዲካ ሓቀይ ባህላዊ ዘመናዊ ክዳን ሰርሒ እዩ ማለት ይፈልጥ እዩ ማንም ሰብ ዲዛይነር ምዃነይ ባህላዊ ዘመናዊ ሰርሒ ምዃነይ ማለት እዩ እወ ገለ ይብላ እሞ ትማሊ ኣበላሽናለይ ክዳን ይገለ ኢላ ዝኾነ ገጽታ ዝኾነ ወግዒ ከፊታ ናዋግዐት ናሃለወት

ጽርግያ ጽርግያ ናብ ጎይናት ሰብ ስቅ እዩ ዝርእየና ዘሎ ሌባ ኣያ ሓዙ ዘይትብልኮ ዝሕዘለይ ማንም ሰብ የለን ሽዑ ባጃጅ ሒዛ ኣነውን ባጃጅ ሒዘ ደድሕሪኣና ተኸታተልክዋ ነይረ እሺ ዝገርም ፓርቲ ማለት እዩ ብድሕሪኡ ዝነበረ ነገራት ብጣዕሚ ዝገርም
ዝሓፍተይ ቤዛኺ ኣፍጥንዮስ ታሪኽ ብጣዕሚ ተጸቢና ክንሰምዕ መወዳእትኡ። ናዚ ኣይፎን ከተትኩዋ ብጣዕሚ ናጎየኹ ናሃለኹ ኣብዚ ትፈልጥዎ ትኽርኩም ጋራጅ ህንጻ ፊት ንፊት ዘሎ ሮማዲ ማእኸል ዕዳጋ ኣብኡ ትወርድ እሞ ወሪዳ ካብ ባጃጅ ናጎየየት ትኣቱ ኣነ ውን ወሪደ ካብ ባጃጅ ጫማይ ትበጢሱኒ ናጎየኹ ይኣቱ ካብኡ ኮፍ ኢላ ኣብኡ እዩ ስርሐይ ኣብቲ ሮማዲ ማእኸል ዕዳጋ እና ኮፍ ኢላ ክዳን ምእንቲ ኣሰርሕለይ እየ ገለ ኢላትኒ ሬጠኩም ሰሪቀ ማንም ሳይሰረቀኒ ብቻ ሮማ ኣይ ድሮ እውን ገሪብን ነይሩ ኣሕዋት ኣነ ከም ካብዚ ገፅ እዚ ሴሚ ገርካ ኣይፎን ሲክስቲን ፅበ
መጀመርታ ኣብ ሓደ ቦታ ተዋፅና ብድሕሪኡ ዋው ቀያሕ ድረስ ገይራ ናባይ ገፃ እንዳመፀት ከላ ሴዳ ስዒቡ ኢዳ ስዒቡ ብድሕሪኡ ድራር ኣዚዝና ተደሪርና መራሳሰኒ ክኾነና ዋይን ሰቲና ዋው ንቐጽል ናይት ክለብ ተዋሂብና። ኣብ ናይት ክለብ ውን ሓደ ሓደ ኣልኮል ኣይጠፍኣካን ምስ ጠዓዓምና በቃ ስምዒትና ክንቋጻጸሮ ይከኣል። ሽዑ ቤተይ ንኺድ ንወጻኢ ኢላ ናብ ሆቴል ሒዛትኒ ከይዳ። ኣይተረድኣንን ከማን ኣሻብኣ ክዳን ኣውጺኣቶ ናባይ ቀሪባ በእዳዋ ደህስስ እናበለት ኢዳ ሰዲዳ ልቺ ጥፊኣታ። ብድሕሪዳ ፀልማት ስለ ዝነበረስ ኣይረኣኹን።
ወዲ ኣልናባ እወ
ተንኮለኛ
ኣሕዋት ብዋልድ ብወዳት ተታሒዞምና ብዚ ግዜና ሲ ቀሊ ጀሚሮም ፅቡቅ ቀሊ ግን ኣሕዋት መከሓሲ ክኾነናና ዝለጥፋእና ደቂቃታት

ንቐጽል። እዚ ትሪእዎ ዘለኹም ጋዜጠኛ ኢትዮጵያዊ ኮይኑ ቅድሚ ሕጂ ዝነበረ መልክዑ ከምዚ እዩ ሕጂ ዘለዎ ከኣ ረእዎ ማለት እዩ ንቁሩብ ካብ ማስ ሚድያ ጤፊኡ ኔሩ ኣከም በዓል ኢቲቪ ገለ ብዙሕ ስራሓት የፍሪ ኔሩ ካብቶም ፉልጣት እዩ ብሕጽር ዝበለ ሕጂ ኣብ ሸገር ኢንፎ ናቱ ኢንተርቪው ይርኢ ኔረ ብኸመይ ጠፊኢኻ ኔርካ ንቁሩብ ግዜ ካብዚ ማስ ሚድያ ገለ ምስ በልዎ ሲ ሓደ ዝኣምኖ መሳርሕተይ ዓርከይ ስለ ዝተጠለምኩ እየ ሓደ ጽቡቕ ገንዘብ ዘእቱ ቢዝነስ ጽቡቅ ስራሕ ረኪብና ኔርና ብድሕሩ እሱ ስለ ዝጠለመኒ እሱ ስለ ዝወሰዶ ማለት እዩ ኣነ ሕልመይ ዝተዓጽወ ኮይኑ ስለ ዝተሰማዓኒ በቃ ብልቢ ምስባርን ብጭንቀትን ኣብ ሕማቅ ኩነታት ወዲቀ ነብሰይ ዝረከብኩዋሲ ኣብ ናይ ጸበል ቦታ ብሰንሰለት ተኣሲረ እየ ይብል ኣሎ ማለት እዩ እዚ ማለት እሱ በቃ ማዕረ ተጸሊሉስ ብሰንሰለት ክእሰር ጀሚሩስ ፈቅዶ ጸበል ቤትን ማጭሎትን ቤተሰቡ ይወስድዎ ኔሮም ማለት እዩ ብዝኾነ መጥረሽትኡ ናብ ማስ ሚድያ መጺኡ ኣሎ እቲ ዝነበረ ቅድሚ ሕጂ መልክዑ እዚ ትሪእዎ ዘለኹም ሕጂ ከመይ ኣሎ ወላ እቲ ፍልልይ ካብኡ ናብኡ ርኣይዎ ማለት እዩ ብዝኾነ እቲ መልክዕ ነብሱ እኳ ምስ ግዜ ዝምለስ ክያዳ ይመጽኣ እዩ ግን እንቋዕ እቲ ብጥዕንኡ ብሂወቱ ደሓነ ማለት እዩ እንታይ እየ ክብል ደልየ እግረ መንገደይ እዚ ጥልመት እዚ ጥልመት ብብዝሒ ኣባና ኣብ ሓበሻ ዝስማዕ ትፈልጥዎ ኩሉ እንገብሮ ነገር ብእምነት ስለ ዝኾነ እዩ በቃ ምስ ዓርክኻ እፈልጦ እየ ኢልካ ብእምነት ገለ ነገር ትገብር ምስ ገለ ብእምነት ኩሉ ንገብሮ በቃ ብእምነት እዩ ብድሕርኡ ሰባት ምስ ጠለሙና ወላ ብሕጊ ክነረኻኽበሎም ኣይንኽእልን ድሕርኡ ነብስና ኣሳቒና ኣብ ሕማቕ ንወድቕ ማለት እዩ ስለዚ ሎሚ እምነት ብዙሕ የለን ኩሉ ንገብሮ ብሕግን ሕጋውነትን እዩ ክኸውን ዘለዎ። ወለድና እንታይ እዮም ዝብሉ? ከም ኣሕዋት ተጓናናዕ፣ ከም ጓና ተጸባጸብ ስለ ዝብሉ ከም ጓና ኮይንካ ኢኻ ዝኾነ ነገር ብፊርማን ብሕጋውን ክትገብሮ ዘለካ ክብል ይደሊ። ላይክ ኣይትረስዑ። ኣየሳእንና ጋዜጠኛ ነሽ። እሸዋት እዚ ቪድዮ ምሰማዕናዮ እዩ ማለት ብጣዕሚ ልሕዝን ንእምነት ዋጋሲ ንምንታይ ልኣክል ዓብይ ምዃኑ ኢኻ ትርኢ ማለት ብእምነት ተጠሊሙስ ናብ ምንታይ ልኣክል ጸገም መምላእተይ ትርእይዎ ኣለኹም ኢኹም ግን ሓደ ሓደ ግዜ ወለድና ኣለዋ እዛ ምስላ እዛ ነሽን ሽበላሲ ህም ኣሕዋት ተፋቐር ህም ጓና ተሓሳሰብ ዝበሃል ነገር ምስላ ኒስ ሓድሓድ ሻዕ ከም ተድለ ኢኻ ትርኢ ማለት ዋላ እኳ ምስ ሓውካ እንዱ ዝኣክል ክትሓሳሰብ ዋላ ይትድለ ወይ ምስ ብጣዕሚ ትፈትዮ ዓርክኻ ክትፀዋፀ ዋላ ይትድለ ግን ሓድሓደ ግዜ ኣድላይ ምዃኑ ኢኻ ትርኢ ምሳ ትርኢ ከለኻ ንቐፅል እሺ ኣሕዋት ካብዚ ምቕፃል ድማ ናብዚ ማሕበራዊ ሚድያ መዘራረብቲ ዘለዉ ነገራት ክወስደኩም እስቲ እዚ ቪድዮ እዚ ብሓደ ኮይና ንርእያ። ዓሰርተ ሽሕ ለትኸፍሊ ትድፈሪ ኢልኒ ቃል ብቓል እወ ትድፈሪ ኢልኒ ቀጢን እዩ ሽሙ እኳ ኣጋጣሚ ይፈልጦ እዩ ክገልጸለ ይደልየ ምንም ዘስገኒ ነገር የለ ቢያንስ ሰለስተ ኣርባዕተ ደቂቃ ልኾንሲ ሽጉጥ ኣቀባቢልለይ ኣብ ክሳደይ ማለት እዩ ስልክም የውግዕ ነይሩ ጓል ኣንስተይቲ ንዓና ከምኡ ገይሩ ክጋፍዕ ተሎሲ ስልኪ ጓል ኣንስተይቲ የውግዕ ነይሩ መጨረሽኡ ሰሓቢ ይብለኒ ኣይስሕብ ይብሎ ሰሓቢ ይብለኒ እሞ እምቢ ይብሎ ኣብዚ ኣትየ እግረይ ዋላ ኢንፌክሽን ለስ ፈጢረ ኣብዚ ኣትየ ይወቕዐኒ ብእምኒ ማለት እዩ እሺ መጨረሹ ዝኾነ ነብሰይ ሲ ናድንዛዘ በቃ ድንዝዝ ኢልኒ ነብሰይ መጨረሹ ገደል እዩ ወይ ብዙይ ከጽድፈክ እየ ወይ ሰሓቢ ይብለኒ ካብኡስ ይኹርያለይ ተን ምሳይ ለለዋ እና ንኸድ ተጓዒዝና ተጓዒዝና ተጓዒዝና በረኻ እዩ በቃ ቢያንስ ልዕሊ ኣርባዕተ ሰዓት ተጓዒዝና ተይለኪ ምግናነ ይምሰል ሜዳም የኾነይ ገደላ ገደል እዩ እቶም ተፀዊዖም ልመፁ ብድሕሪት ላደገፉና እዮም ኣጋጣሚ እቲ ካልኣይ ልመፃ ይናገር እዩ ብዙሕ ሓደ ግን በቃ ብዙሕ ግፍዕታት በቃ እስካዕ ጓልዛ ኣፀያፊ ቃላት ላተዛረበ ይወስዲድና መጨረሽኡ ምስ ወቐዕኒ በቃ ብክያት የቋረፅኩ ኣነ ልዕሊ ዝኮነት ገዛ እያ ፀልማት እያ የእቲና ካብኡ ታይ ትብለና ከም ሓራይስ በቃ እኔ ክቀትሉኒ እዮም ንስካትን ግን ክደፍሩክን እዮም ገለ ይብለና ችግር የብሉ ይብሎ ካብኡ ተደዊልዎም ካልእት ክትደፍሩ ትደልዩ ደቂ ኣንስትዮስ እኒኦዋ ይበሃሉ ካብኡ ይመፁ እቲ ሓደ ልኮነ ጋብየን ነገር ኮይኑስ ጥጣን እዩ እቲ በትሪ ሒዞም ይመፁ እሞ ጸሊም ዩ ቀጢን መብራህቲ ተውሪሆም ያው ተዓዲልና ማለት ዩ መጨረሹ እታ ልብለኪ ኣለኩ እታ ቆልዓ እታ ሓንቲ ብጣዕሚ እያ ህጻን እታ ሓንቲ ከምኡ ትወጽእ እሳ ብዙሕ እየ ተወቂዐቲ እታ ሓንቲ ትከድ ያው እሳ ገና ህጻን እያ ነይራ ድንግል እያ ነይራ ያው እቲ ነገራት ኣጋጢሙ ምስ ኣጋጠመ የደውሉና ስልኪ ማለት ዩ ዓሰርተ ዓሰርተ ሽሕ ትከፍላ ኢክን ምናምን ተብሉ ክልተ መዓልቲ ሓደ መዓልቲ ሓዲርናስ ውዒልናስ ለኣጋ ምሸቱ ናብ ኻሊእ ገዛ ወሲዶምና ኣብኡም ኸምኦም ነይሮም ብዙሓት እዮም ባይ ዘ ወይ ብዙሓት እዮም ያው ገኦም ብህይወት የለውይ ገኦም ግን ኣለው ገኦም ኣብ ዓድም ኣለው እዙይ መፂኡ ልለኣኸና እንታይ ይብል ኣነ ይኹን ክሸይጠክን ኢሉልና ንሳቶም ግን ተሸይጥክን ኢኽን ከክልተ ሽሕ ሪያል ገዚእናክን ኢና እዮም ኢሎምና። መጨረሽኡ በቃ ልኾነ ንየኪዶ ልኾነ በቃ ሰው ምዃንኪ ካብ ነስኺ በቃ ተርሕቑ እዮ። እሺ ኣሕዋት እዚ ቪድዮ ምስ ሰማዕክሞ እዩ ማለት ብጣዕሚ ለሕዝን ልግበር ዘሎ ነገራት ክትሰምዕ ከለካ ሲ ሰብኣውነት ልበሃል ለሎ ነገር ከም ዝጠፍዐ ኢካ ትርኢ ካብዚ ጉዳይ እዚ ክወፃና ግን ኣብ መቐለ ዝተፈፀመ ሓደ ብጣዕሚ ሕዘን ነገር ኣሎ እስቲ ሓበሬታ እስከ ንበልኩም ቢታንያ ገብረስላሴ ገብረዝጋብሄር ትበሃል ጓል 19 ዓመት ንእስቲ ኮይና ኣብ መቐለ ዩኒቨርሲቲ ቁፅሪ ዓዲ ሓቂ ቐዳማይ ዓመት ናይ ዩኒቨርሲቲ ተምሃሪት እያ። ቢታንያ ኣዘውቲራ ኣብ እትጥቀመሉ ዛላን ላውንጅ ብዕለት ሓደ ወርሒ ዓሰርተ ክልተ ሽሕ ዓሰርተ ሸውዓተ ዓመተ ምህረት ብግምት ሰዓት ሓደ ምሸት ሰለስተ ደቂ ተባዕትዮን ሓንቲ ጓል ኣንሰይትን ዘለዎም ናብቲ ኮፍ ኢላትሉ ዝነበረት መፅዮም ምስኣ ኮፍ ኢሎም ከምዘምሰዩ ስድራ ቢታንያ ሓበሬታ ከምዝረኸቡ ይሕብሩ። እቶም ውልቀ ሰባት ተኻርዮም ኣብ ዝነበሩ ቪትዝ ዝዓይነታ ታርጋ ቁፅራ AB ገለመለ ዝኾነት መኪና ኣብ ዕለት ዕለት ሓደ ወርሒ ዓሰርተ ክልተ ሽሕ ዓሰርተ ሸውዓተ ዓመተ ምህረት ናብ ዕለት ክልተ ወርሒ ዓሰርተ ክልተ ሽሕ ዓሰርተ ሸውዓተ ዓመተ ምህረት ዘውግሕ ለይቲ ሰዓት ሽዱሽተ ንቢታንያ ናብ ወረዳ ክልተ ኣውላዕሎ ጣብያ ኣይናለም ማይ ጽዩቕ ዝበሃል ፍሉይ ቦታ ብምውሳድ ካብ ኣስፓልት ኣውጺኦም ቀቲሎማ ዝብል ጸብጻብ ወላዲ ቢታንያ ዝሃቡና ሓበሬታ የመልክት እዩ ዝብል ኣሕዋት ዝሓፍትና ትሪእዋ ኣለኹም ኣብዚ ቀረባ ግዜ እያ ሞይታ ተረኺባ ኣብ መቐለ ብጣዕሚ ለሕዝን ሓደ ሻዕ ገለ ሞይት ሰማዕ ሓደ ሻዕ ንእሾ ቆልዓ ሞይት ሰማዕ ሓደ ሻዕ ምሁራት ሞይቶም ትሰምዕ ገለ ብጣዕሚ እዩ እንድዒ እንታይ እዩ ዝፍጠር ርኢኻ ክትርደእካ ዘይክእል ብቻ ንዞም ሞት ለው ሓትና ኩሎም ፈጣሪ መንግስተ ሰማያት የዋርሶም ክብል ይደሊ ንዞም ከምዚ ዓይነት ረሳሕ ዝኾነ ናይ ሸይጣን ስራሕ ዝሰርሑ ኣለዉ ድማ ናብ ሕጊ ቀሪቦም ዝግብኦም ቕፅዓት ክረኽቡ ኣለዎም እየ ዝብል ባዕላ ብቃላ እውን ብዛዕባ እዚ ጉዳይ ዝሃበቶ ንስማዕ ብፍላይ ብዛዕባ እዞም ቆልዑ። ከም ኣማላይ ዝበለ ጠምበለል ሽኮሪና ማለት እዩ ማንም ኣይኮነን ጓል ኣንስተይትስ ወዲ ዝምነዮ በሃ ዕስራ ወሊዱለይ ከማን ዕስራ ወሊዱ እንተ ዝጸንሓኒ ከማንስ እያ ዕልል ኢለ ብክልተ ኢደይ እየ ዝቕበሎ ዛሰድ ካብ ሕጂ ውን ማለት እዩ ሓንቲ ነገር ትገብርዎ እንታይ እዩ ዘይተፈለጠ ብወሰን ዝወለዶ ኣማላይ ኣብ ቆልዑት እንተለው ደሊኹም እምጹለይ ከዕብዮም ባዕለይ እዚ ጅግና ስያ ኣይኮነን ሰለስተ ዕስራ ክወልድ ኣለዎ በቃ ውቕሮስ ብኡ እያ ጠለቕለቕ ክትብል ዘለዋ ብደቂ ኣማላይ ወዲ ኣለኹ ሓዝዎ እዚ እሺ ኣሕዋትና ለማዓንቲ ቪድዮና ነዚ ይመስል ነይሩ ክሻብ ሀዚ ረኹም ሳት ተሃሊኹም ብጣዕሚ እየ ዝፈትወኩም ብጣዕሚ እየ ዘመስግነኩም ኣብ ቐፃሊ ብኻሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም